ሰላም ከመይ ትኾኑ ዝኸበርኩም ሰማዕትና እዚ ሕርያኹም ሕርያ ፖስት እዩ ንሎሚ ናብ ዝሓረናዮም ዕለታዊ ሓበሬታታት ሕርያ ፖስት ክንሰግር ኩናት ማእከላይ ምብራቕ ወተሃደራዊ ኣዛዚ ዝወሰደ መጥቃዕቲ ተኻይዶ ኣሎ ካብ ኢትዮጵያ ዝተበገሱ ዕጡቓት ከተማ ተቖጻጺሮም። ኣወል ስዒድ ነቲ ኣብ ሱዳን ዝተኻየደ ፍጻመ መልሲ ሂቡ ኣሎ። መንግስቲ ጀነራል ታደሰ ወረደ ናብ ተቓዋማይ ክቕየር ከም ዝኽእል ተሓቢሩ። ኣርእስተ ሓበሬታ ክትሰምዑ ጸኒሕኩም ናብ ዝርዝሩ ክንሰግር። ኲናት ማእከላይ ምብራቕ ወተሃደራዊ ኣዛዚ ዝወሰደ መጥቃዕቲ ተኻይዶ ኣሎ። ማዕከናት ዜና እስራኤል ብመገዲ ሚኒስትር ምክልኻል እታ ሃገር ካትዝ ዝወጸ ሓበሬታ ጠቒሰን ከም ዝሓበራኦ፣ ቀጥታዊ ተሓታቲ ናይቲ ደብዳባትን ምዕጻው መጻብቦ ሆርሙዝን ዝኾነ ኣዛዚ ሓይሊ ባሕሪ እስላማዊ ሓይሊ ሰውራ ኢራን ከም ዝተቐትለ ገሊጸን ኣለዋ። ኢራን ብወገና ኣብ ከተማታት ተልኣቪቭ፣ የሩሳሌም፣ ሓይፋን እተካይዶ ደብዳብ ሚሳይል ዝቐጸለትሉ ክትከውን ከላ፣ በቲ ደብዳብ ኣባይትን ትካላትን ናብ ኩምራ ሓመድ እንትቕየሩ ዘርኢ ምስሊ ተዘርጊሖም ኣለዉ። ንኲናት ማእከላይ ምብራቕ ስዒቡ ዝተዓጸወ መጻብብ ሆርሙዝ ንቑጠባ ሃገራት ዓረብ፣ ፐርሽያ ኣዝዩ ይሃስዮ ኣሎ። ኣብዚ ሕጂ እዋን ካብ ኣብ ወሽመጥ ዓረብ ዝርከብ መጻረዪ ነዳዲ ዝመጽእ ዝነበረ ቀረብ ተሓኒቑ ዋጋታት ብዕጽፊ ከምዝወሰኸ ተሓቢሩ። ብሰሪ'ዚ ገለ መገዲ ኣየራት ድሮ በረራታት ምቁራጽ ዝጀመራ ክኾና ከለዋ፣ እቲ ግርጭት ካብ ዝጅምር ናብዚ ኣስታት ሰላሳ ሽሕ ናብ ማእከላይ ምብራቕ ዝግበር ጉዕዞ ከምዝተሰረዘ ተቓሊዖም። እገዳ ምንቅስቓስ መጻብ ሆርሙዝ ኣብ ዝቕጽሉ ሰሙናት እንተዘይተላዒሉ፣ ቁጠባ ቀጠር ተራእዩ ዘይፈልጥ ዓሰርተ ኣርባዕተ ሚእታዊ ምንቁልቋል ከጋጥሞ ከምዝኽእል ክኢላታት እቲ ዓውዲ የጠንቅቑ ኣለዉ። ኲናት ማእከላይ ምብራቕ ንሃገራት ወሽመጥ ዓረብ ለኪሙ ንቀርኒ ኣፍሪቃ ለብሊቡ ክዛዘም ተኽእሎ ከምዘሎ ተንተንቲ የጠንቅቑ ኣለዉ። ካብ ኢትዮጵያ ዝተበገሱ ዕጡቓት ከተማ ተቖፃፂሮም። ንሃገረ ሱዳንን ኢትዮጵያን ካብ ዘዋስን ዶብ ዝተበገሱ ዕጡቓት ኤስፕሌም ምስ RSF ተሻሪኾም ንከተማ ኩርሙክ ከምዝሓዙ ተገሊፁ። ኣብ ዶብ ክልቲኤን ሃገራት ምስ ሰራዊት መሰጋገሪ ሱዳን ንኣስታት ሰለስተ ተኸታተልቲ መዓልታት ድሕሪ ዝተኻየደ ደማዊ ኲናት እቶም ሓይልታት ንከተማ ኩርሙክ ከምዝሓዙ ተገሊፆም። ከም ጸብጻብ ማዕከን ዜና ዥንዋ፣ ኣብቲ ነታ ከተማ ንምሓዝ ዝተኻየደ ጥምጥም ብክልቲኡ ሸነኽ ኣማኢት ወተሃደራት ከም ዝተቐትሉ ኣቃሊዑ ኣሎ። መብዛሕትኡ ንኢትዮጵያ ዘዋስን ግዝኣት ብሉ ናይል ኣብ ትሕቲ ብጀነራል ዓብዱል ፈታህ ኣል ቡርሃን ዝምራሕ መሰጋገሪ መንግስቲ ሱዳን ዝወደቐ ክኸውን ከሎ፣ ምትሓዝ ናይዛ ከተማ ወተሃደራዊ ሓይሊ ሚዛን ናይቲ ከባቢ ከየዛብዖ ተሰጊኡ ኣሎ። መንግስቲ ሱዳን ንመንግስቲ ኢትዮጵያ ብተሪር ዝኸሰሶ ክኸውን ከሎ ብወገን ኣዲስ ኣበባ ዛጊድ ነዚ ዝተውሃበ ግብረ መልሲ የለን። ኣብ ዝሓለፈ ወርሓት ሰራዊት ሱዳን ኣብ ክልል ቤንሻንጉል ጉሙዝ ዶብ ክልቲኤን ሃገራት ብሓገዝ ዓረብ ኤምሬትስን መንግስቲ ኢትዮጵያን ኣብ ልዕሊ ወተሃደራዊ ታዕሊም ከም ዝወስዱ ዝንገረሎም ኣሽሓት ሰራዊት ዳዕመ ሰሪዕ RSF ንካልኣይ ግዜ ተኸታታሊ ደብዳብ ድሮን ብምክያድ ንዋታውን ሰብኣውን ክሳራ ከም ዘውረደ ይዝከር። ኣብቲ ኣብ ፍሉይ ቦታ ያቡስ ዝተኻየደ ደብዳብ ወተሃደራዊ ኣጽዋር ጽዒነን ኣብ ልዕሊ ዝነበራ ቃፍላይ ከቢድ ክሳራ ከም ዝወረደ ጸብጻባት የረጋግጾ። ኣወል ስዒድ ነቲ ኣብ ሱዳን ዝተኻየደ ፍጻመ መልሲ ሂቡ ኣሎ። ኣብ ዝሓለፈ ሰሙን እቲ ብሽም ጽምዶ ኣብ ሱዳን ከሰላ ዝተኻየደ መድረኽ ሓደ ካብ ኣሳተይቲ ከም ዝኾነ ዝንገረሉ ፕሮፓጋንዲስት ህግደፍ ኣወል ስዒድ ንወኪል ወልቃይት ኣምሓራ ኣስመላሽ ኮሚቴ ኣፍልጦ ሂቡ ናብ መድረኽ ምዕዳሙ ይቕርታ ሓቲቱ ኣሎ። ኣብዚ ወልቆቶት ኣለዉ ስለዚ ሓንቲ መልእኽቲ ካብ ወልቃይት እውን ከነሕልፍ ኣለና እቲ መልእኽቲ እሱ ስለ ዝኾነ። እቲ ኣብ ልሂቃንን ፖለቲከኛታትን ትግራይ ልዑል ቁጥዐ ዝፈጠረ ተግባር ኣወል ስዒድ፣ እዚ ብውልቀይ ዝፈጸምኩዎ ጌጋ እዩ፣ ነዚ ከገናዝብ እውን ዕድል ኣይነበረንን፣ ንቅዋም መንግስቲ ኤርትራ ዝውክል ኣይኮነን ዝብል መልሲ ሂቡ ኣሎ። እቲ ወኪል ብኣስመላሽ ኮሚቴ ዝፍለጥ ጉጅለ ዝኾነ ውልቀ ሰብ ኣብ ድሕሪ መጋረጃ ብቋንቋ ትግርኛ መልእኽተይ ከሕልፍ ፍቐደለይ ከም ዝበሎን ኣብ መድረኽ ደይቡ ቋንቋ ትግርኛ ናብ ኣምሓርኛ ቀይሩ ከም ዝተዛረበ ብምሕባር ከምዚ ዓይነት ንስርሐይ ዘፍርስ ተግባር ዝኹላይ ርሕቐት ተጓዒዘ ኣይሰርሕን ክብል እውን ኣብሪሁ ኣሎ። ኣብቲ ብሽም ፅምዶ ኣብ ከሰላ ዝተዳለወ መድረኽ፣ መልእኽቲ ወኪላት ትግራይ፣ ኣምሓራ፣ ሱዳን ሰሚዕና ኢና ሕጂ ድማ ናይ ወልቃይት ክዓ ኣለው ኢሉ ነቲ ስርዓት ኢትዮጵያ ዝሓንፀፆ ንትግራይ ዝጎዛዝዝ ሸርሒ ብፍሉይ ኣፍልጦ ዝህብ መደረ ኣስሚዑ ነይሩ። እዚ ኣብ መንጎ እቶም ኣዋሀድቲ ናይቲ መድረኽ ፅምዶ ከቢድ ረብሻ ፈጢሩ ከም ዝቐነየ ዝዝከር ኮይኑ፣ እዚ ተግባር ካብ ባህሪ ስርዓት ኢሳያስ ተበጊስካ ብጌጋ ዘይኮነስ ኮነ ተባሂሉ ዝተገብረ ፍጻመ ከም ዝኾነ ተዓዘብቲ ይወቕሱ ኣለዉ። መንግስቲ ጀነራል ታደሰ ወረደ ናብ ተቓዋማይ ክቕየር ከም ዝኽእል ተሓቢሩ። ሕጂ ኣብ ስልጣን ዘሎ ብሌተናል ጀነራል ታደሰ ወረደ ዝምራሕ ግዝያዊ ምምሕዳር ትግራይ ዕድመ ስልጣኑ እንተብቅዕ ነቲ ዝመጽእ መሪሕነት ባዕሉ ክቃወሞ ከም ዝኽእል ተገሊጹ። ኣብ ጊዘ ምምሕዳር ጌታቸው ረዳ ኣመሓዳሪ ዞባ ማእከል ዝነበረ ኣይተ ሰለሙን መዓሾ ምስ ኮርነር ፕረስ ኣብ ዝገበሮ ቃለ መሕትት ሕጂ ብህፁፅ ኩለን ወድባት ዝሳተፋሉ መረፃ ተኻይዱ ስሩዕ ምምሕዳር እንተዘይተመስሪቱ እቲ ዝመፅእ ምምሕዳር ልዕሊ ናይ ጀነራል ታደሰ ተቓውሞ ክገጥሞ ከምዝኽእል ኣጠንቂቑ ኣሎ። እቲ ሕጂ ኣብ ልዕሊ ጀነራል ታደሰ ዝካየድ ዘሎ ተቓውሞ መበገሲኡ ፍሉጥ እዩ፣ ስለዝነበርኩዎ እውን ይፈልጦ እየ፣ ነቲ ዝመጽእ ግዝያዊ ምምሕዳር ናይ ጀነራል ታደሰ ወረደ ተሓዊሶም ከምዝቃወምዎ እውን ኣብሪሁ ኣሎ። ስለዝኾነ እውን ዋላ እውን ግዝያዊ ምምሕዳር ንሽዱሽተ ወርሒ ተናዊሑ ካብ ብሕጂ ንደሓር ኣብ ትግራይ ግዝያዊ መንግስቲ ክህልው የብሉን፣ መረጻ ክካየድ ኣሎ፣ ውድባት ይወዳደራ፣ ህዝቢ ዝመሰሎ ይምረጽ ኢሉ ኣሎ። ኣይተ ሰለሙን ኣብ ግዜ መሪሕነት ጌታቸው ረዳ ኣብ ዞባ ማእከል ከባቢ ምፍልላይ ንስራሕ ናብ ከተማ መቐለ እንዳተጓዓዘ እንከሎ ኣብ ልዕሊ መኪንኡ ብጥይት መጥቃዕቲ ከም ዝበፅሖ ገሊፁ ዝነበረ ክኸውን ከሎ ምምሕዳር ናይቲ ወረዳ ብወገኑ ዝወረዶ መጥቃዕቲ የለን ኢሉ ነፂግዎ ከም ዝነበረ ይዝከር። ምምሕዳር ታደሰ ወረደ ናይ ሓደ ዓመት ኩንትራት ዕድመ ስልጣኑ ከብቅዕ ሰሙናት ዝተረፎ ክኸውን ከሎ ነዚ ከመይ ይትካእ ብሸነኽ ትግራይ ይኹን መንግስቲ ፌደራል ዛጊድ ዝተነፀረ ነገር የለን። ዝኸበርኩም ሰማዕትና ዕለታዊ ሓበሬታ ሕርያ ፖስት ነዚ ዝሰማዕክሞ ይመስል ነይሩ። ሰላም ወሰናይ።